ዓለም ሕሊፉ ዝነብር ኦሜጋ መጀመርታን መወዳእታን ዘይብሉ ናይ ኣቦታትና ኣምላኽ ናይ ሰራዊት ጌታ ስለቲ ክንገር ዘይክእል ምሕረቱ ስለቲ ክንገር ዘይክእል ፍቕሩን ርህራሄኡን ክብርን ምስጋናን ኣምልኾን ውዳሴን ስግደትን ንዕኡ ንበይኑ ይግባእ። ንሱ ኣብ ተጸዋዓሉ ካብኡ ዘይትፍለ ቅድስተ ቅዱሳን ንጸተ ንጹሃን ኣቁራሪተ መዓት ናይ ሓዲስ ኪዳን ኩርቤል ዝኾነት ኣዴና ቅድስቲ ድንግል ማርያም

ዝኸበርኩም ህዝበ ክርስትያን ከመይ ኣለኹም? ከመይ ቀኒኹም? ኣሜን። ስም እቲ ልዑልን ህያውን ዝኾነ እግዚኣብሔር ኣምላክና ሕጂ እውን ብኣናብ ድኹማት ባረቱ ይኽበር ይመስገን። ናይ ሎሚ መዘራረቢ ኣርእስትና ብዛዕባ ሓቀኛ ፍቕሪ እግዚኣብሔር ኣምላክ መንፈስ ቅዱስ ትምህርትና ይግለጸልና ሎሚ ኣብ መንፈሳዊ ህይወትና ጎዲልና ዘሎ፣ ኣብ ማሕበራዊ ናብራ ጎዲልና ዘሎ፣ ብሓጺሩ ንዓለም ብምልእታ ጎዲልዋ ዘሎ ነገር እንተሃልዩ እቲ ዓብይን ማእከልን ዝኾነ ፍቕሪ እዩ። ከምቲ ኣብ ማቴዎስ ምዕራፍ 24 ኢልዎ ዘሎ እንሆ ብሰንኪ ዓመፅ ብዙሓት እንሆ ብሰንኪ ዓመፃ ፍቕሪ ክዝሕትል እያ ሎሚ ፍቕሪ ዝሓቲላ ፍቕሪ ዝርከበሉ ቦታ ሰሓት ኮይኑ ኣሎ። እንተኾነ ግን ወገናተይ እግዚኣብሔር ኣምላክ ንዓይን ንዓኻትኩምን ዝፈጠረና መታን ክንፋቐር እዩ። ኣብዛ ዓለም እዚኣ ኣኽቢሩ ዝፈጠረና ንውድድር ዘይኮነስ መታን ክንፋቐር እዩ። ስለዚ ኣብዛ ዘላትና ህይወት ኣብዛ ዘላትና ሓፃር ዕድመ ብፍቕሪ ኣቢልና ክንሓልፍ እግዚኣብሔር ኣምላክ መንፈስ ቅዱስ ይደግፈና። ንምዃኑ ሓቀኛ ፍቕሪ እንታይ ማለት እዩ? ፍቕሪ ብቃላት ዝግለጽ ኣይኮነን። ፍቕሪ ብቃላት ምግላጹ ዝኸብድ ረቂቕ ሓይሊ እዩ። ፍቕሪ ኣብ ልዕሊ ናይ ባሕሪ ሲኦል ናይ ገነት ቤት እንሃንጸሉ ጥበብ እዩ። ፍቕሪ ስቒልና እንዛረቡ ቃል ወይ ድማ ስቒልና እንጽሕፎ ግጥሚ ኣይኮነን። ፍቕሪ ንድፊ ሓሳብ ዘይኮነ ተግባር እዩ። ፍቕሪ ስዉር ዘይኮነ ግሉጽ እዩ፣ ግሁድ እዩ። ሓቀኛ ፍቕሪ ዕለት ዕለት ኣብ ህይወትና ዝግለጽ ክስተት እዩ። ፍቕሪ ብስምዒት ዘይኮነስ ክኸፍሎ ዝተዳለወሉ መስዋእትነት እዩ ዝልካዕ። ብክኸፍሎ ዝተዳለወሉ መስዋእትነት እዩ ዝልካዕ ፍቕሪ። ወገናተይ ፍቕሪ ምርኣይ ንዝተስኣኑ ከም ዝርኢ ዝገብር ምስማዕ ንዝተሰኣኖ ከም ዝሰምዕ ዝገብር፣ ምንባብ ንዘይተኻእሎ ከንብብ ዘኽእሎ ብሰባት ዝንገር ስማያዊ ቋንቋ እዩ። ፍቕሪ ኣብ ብርሃን ወረቐት ብብርሃናዊ ኢድ ዝተጻሕፈ ናይ ብርሃን ቃል እዩ። ፍቕሪ ፈታዊ እምበር ጸላኢ ኮይኑ ኣይፈልጥን እዩ። ፍቕሪ ብመዓር ኮነ ብዕረ እንተተበጽበጸ ያው ፍቕሪ ፍቕሪ ወገናተይ። ፍቕሪ እንዳቆሰለ ናይ ዘሳቕዮ ቁስሊ ዝፍውስ ቅብኣ ቅዱስ እዩ። ብምፍቃርና እንኸስሮ ነገር ዋላ ሓደ ነገር የለን። ናይ ፍቕሪ ለባላቶሪ ልቢ ወገናተይ ፍቕሪ ናይ ህይወት መሰረት እዩ ናይ ልቢ ዕረፍቲ እዩ ናይ ኣእምሮ ሰላም እዩ ናይ መንፈስ ዕግበት እዩ ፍቕሪ ፍቕሪ ዝርኢ ብዓይኒ ዘይኮነስ ብልቢ እዩ ናይ ደቂ ሰባት ሰናይ ነገር ጥራይ ይምልከት ፍቕሪ ናይ ደስታ መዝሙር እዩ ሰብ ከፍቅር ከሎ ጥራይ ሓቀኛ ይኸውን ካብ ፍቕሪ ወፃኢ ግና ኩሉ ነገር ኮንት እዩ ፍቕሪ ፍሉይ ውህብቶይ ወገናት እዩ። ስለዚ ነዚ ውህብቶ እዚ ኣናዲና ንርከቦ፣ ነዚ ውህብቶ እዚ ፅዒርና ንርከቦ፣ ነዚ ውህብቶ እዚ ንንከባኸቦ፣ ነዚ ውህብቶ እዚ ንሓልዎ ወገናተይ። ፍቕሪ ምሃብ ማለት ገዛእ ርእስኻ ምሃብ ማለት እዩ። ስለዚ ክንደይኖት ኢና ካባይን ካባኻትኩምን ገዛእ ርእስና ንብፃይና ኣሕሊፍና ክንህብ ገዛእ ርእስናን ስድራ ቤትና ኣሕሊፍና ክንህብ ገዛእ ርእስና ንዓለም ኣሕሊፍና ክንህብ ዝተዳለና ናይ ቅዱስ ስላሴ መንፈሳዊ ኮሌጅ መምህር ዝኾኑ መምህር ተሸመ ንፍቕሪ ከምዚ ብምባል ይገልጽዎ። ፍቕሪ ገዛእ ርእስኻ ምሃብ እዩ። ገዛእ ርእስኻ ሂብካ ርእስኻ ኣብ ካልኦት ምርካብ እዩ ፍቕሪ ይብለና። ስለ ቃላቱ ስም እግዚኣብሔር ኣምላክና ዝኸበረን ዝተመስገን ይኹን። ፍቕሪ ንስኻ ኣብ ውሽጢ ሓውኻ ሓውኻ እውን ኣብ ውሽጢኻ ምርካብ እዩ። ሓውኻ ክጠሚ እንከሎ ይጠምየካ፣ ክሽገር እንከሎ ይሽግረካ። ንስኻ ማለት ንሱ፣ ንሱ ማለት ድማ ንስኻ ኢኻ። ንፍቕሪ ክንዕድጎ ንኽእል ወገናተይ ብፍቕሪ ጥራይ

ክብርን ምስጋናን ንዒኹኖ እግዚኣብሔር ኣምላክ ናይ ምድሓኑ ምስጢር ንደቂ ሰባት ናይ ምድሓኑ ምስጢር መሰረቱ ፍቅሪ እዩ ሰብ ዝፈጠረ ፍቅሪ ስለ ዝኾነ ወገናተይ እግዚኣብሔር ኣምላክ ንኣዳም ክፈጥሮ ከሎ ብኣምሳሉ ጊር ፈጠሮ ብመልክዕናን ብምስልናን ሰብ ንግበር ብምባል ስላሴ ንሆን ኣዳም ፈጠርዎ። ፍቕሪ ኣብ ሰባት ዝተሓትመ ኣምሳል እግዚኣብሔር እዩ ወገናተይ። ሰባት ግና ካብ ክብረት ሕስረት፣ ካብ ክብረት ውርደት ስለ ዝመረጽና እነሆ ኣብ ዝተፈላለየ ሓሸውየ ንርከብ ኣለና። እግዚኣብሔር ግን ኩሉ ግዜ ፍቕሪ እዩ። ፍቕሪ ናይ ባህሪ ገንዘቡ ስለ ዝኾነ ኩሉ ግዜ ፍቕሩ ኣየቋርፅን እዩ። ሎሚ እውን ዘለና ነዚ ስብከት እዚ ንሰምዕ ዘለና ነዚ ሃይሊ ቃል እዚ ንሰምዕ ዘለና ካብ ፍቕሩ ዝተላዕለ ወገናተይ ኣነ ንስኻትኩምን እንሆ ስለ ዝነፍዓና ኣይኮናን ኩሉ ናይ እግዚኣብሔር ኣምላክ ነገር እንሆ ኩሉ ናይ እግዚኣብሔር ኣምላክ እንሆ ትሕዝቶ ናይ ፍቅሪ ወገናት ኩሉ በረከት ናይ እግዚኣብሔር ኣምላክ ካብ ምንጪ ፍቅሩ ዝተላዕለ ወገናተይ ቅዱስ ኣትናቴዎስ ስለ ፍቕሪ ከምዚ ይብል፣ ጐይታይ ንስኻ ንደቂ ሰባት ዘይገበርካዮ እንታይ ኣሎ? ህይወትን መቱን ኣርኣኻዮ፣ ንሱ ግና ብገዛእ ፍቓዱ ንህይወት ገዲፉ ንሞት መረጸ። እግዚኣብሔር ኣምላክ ስሌና ዘይገበሮ ወላ ሓደ ነገር የለን። ኖ ህይወትን ሞትን ኣርኣየና፣ ኖ ክብርን ሕስረትን ኣርኣየና። ንሕና ግን ካብ ክብሪ ገዲፍና ሕስረት መረጽና። ካብ ፍቕሪ ገዲፍና ጽልኢ መረጽና። ካብ ለውሃት ገዲፍና ትምክሕቲ መረጽና። ካብ ምትሕልላይ ገዲፍና ምብትታን መረጽና ወገናተይ። እግዚኣብሔር ኣምላክ እውን ሕጂ እንተኾነ ዕላምኡ ኣብ ደቂ ሰባት ፍቕሪ እዩ ኣነ ንስኻትኩም ድማ ብፍቕሪ ክንነብር ይጽውዓና ኣለዎ እግዚኣብሔር ኣምላክ ንሰብ ሰብ ገይሩ ፈጢርዎ ነበረ። ሰብ ግና ሰብ ክኸውን ኣይከኣለን። ሰብ ንዘይኮነ ሰብ ሰብ ንኽገብሮ ኣምላኽ ሰብ ኮነ። ኣምላኽ ፍቕሪ ስለ ዝኾነ ሰብ ክገብረና ሰብ ኮነ። እግዚኣብሔር ኣምላክ ንሰባት ሰባት ገይሩ እኳ እንተፈጠሮም ግን ሰባት ክንከውን ኣይከኣልናን፣ ሰብ ክንከውን ኣይከኣልናን። ካብቲ ቀዳማይ ክብርና ወደቕና። እንተኾነ ግን እግዚኣብሔር ኣምላክ ፈቃር ስለ ዝኾነ ነቲ ሰብ ዘይኮነ ሰብ ሰብ ክገብሮ ብፍቕሪ ካብ ድንግል ማርያም ተወልደ ብፍቕሪ ናብ ዓለም መጸ እቲ ዘይረአ ተረኣየ እቲ ዘይደሰስ ተዳህሰሰ እቲ ዘይጭበጥ እነሆ ኣብ ማሕፀን ድንግል ማርያም ተወሰነ እቲ ናይ ብዙሓት ንብዓት ዝደርዝ ኣምላኽ ንሆ ከም ህፃን ኣልቀሰ። እቲ ንኹሉ ባሕርን ውቅያኖስን ንኹሉ ኣብ ዓለም ዘሎ ጸጋታት ዝፈጠረ ኣምላኽ ኣብ መብልዕ ማል ተወልደ። እዚ ድማ ምንጪ ናይ ፍቕሪ ወገናተይ ጎይታናን መድሓናን ኢየሱስ ክርስቶስ ፍቕሪ እንታይ ምዃኑ ንኽገልጽ ብዘይእንከን ኣብ ህይወቱ ተረኾ። ብምኽንያት ሞቱ ናይ ፍቕሩ ጫፍ ረኣና፣ ብምኽንያት ስቕለቱ ናይ ፍቕሪ ወሰንነት ረኣና። ፍቕሪ ዝኾነ ጎይታ መወዳድርቲ ብዘይብሉ ፍቕሪ ኣፍቀረና። ኢየሱስ ክርስቶስ ብህይወት ኮነ ብሞት ፍቕሪ ሰበኸልና። ኣብ መስቀል እውን እንተኾነ ፍቕሪ ሰበኸ። ካብ መወዳእት ካብ መጀመርታ ክሳብ መወዳእታ ስብከቱ ብዛዕባ ፍቕሪ ነበረ። ኦ ኣቦይ ዝገብርዎ ይፈልጡን እዮም እሞ ይቕረ በለሎም። ስለዚ ወገናተይ ካብ መጀመርታ ክሳብ መወዳእታ ህይወትና ዕላማና ፍቕሪ ክኸውን ይግብኦ ዕላማና ፍቕሪ ክኸውን ይግብኦ ኣብዚ ሓረግ እዚኣ ምህላውናን ዘይምህላውናን ነብስና ክንፍትሽ ይግብኣና ሎሚ ነብስና ንፍትሸሉ ግዜ እዩ ወገናተይ ናይዚ ትምህርቲ እዚ ዋና ዓላማ ናብ ልብና ክንምለስ ናብ ፍቕርና ክንምለስ ናብ ማሕበራዊ ናብራና ክንምለስ እዩ። ሎሚ ፍቕሪ ጠፊኡ ኣሎ። ሎሚ ማሕበራዊ ናብራ ናይ ደቂ ሰባት ተበላሽዩ ኣሎ። ኣብቲ ዝኸፍአ ሓደጋ ወዲቑ ኣሎ። ሎሚ ማሕበራዊ ናብራ ዘስግእ ኮይኑ ኣሎ። ሰብ ንሓድሕዱ ከም ኣራዊት ተተፋኒኑ ይረአ። ንሓድሕዱ ይተሃዳደን፣ ንሓድሕዱ የድቢ፣ ንሓድሕዱ ይዕምጽ። እዚ ድማ ፍቕሪ ካብ ምጉዳሉ ዝመጸ ወገናተይ ፍቕሪ ምትሓዝ ንዘይብሉ ሰብ ናይ ሰብ ልቢ ኣሲሩ ንምስሓብ ዘገልግል ናይ ሰላም ገመድ እዩ። ሊቁ ቅዱስ ዮሐንስ አፈወርቅ ኣብ ቅዳሴኡ ከምዚ ይብለና ፍቅር ሰሃቦ ለወልድ ሀያል እመንበሩ ወአብጽሖ አውድ እወ ፍቅሪ ንእግዚኣብሔር ኣምላክ ካብ ሰማያት ሰሓቦ ፍቕሪ ንክርስቶስ ኣምላኽና ካብ ዝፋኑ ሰብ ሰሓቦ ኣውረዶ ኣነ ንስኻትኩምን ውፅኢት ናይ ፍቕሪ ኢና ምንጪ ናይ ፍቕሪ ኢና እንተኾነ ግና ንፍቕሪ ኣይኮና ንነብር ዘለና ዕላማና ረሲዕና ዝመፀናሉ ዕላማ ረሲእና ኣብ ካልእ ሓሸውየ ኢና ዘለና ኣብ ዮሃንስ ወንጌል ምዕራፍ 15 ፍቕዲ 13 ከምዚ ይብለና ሰብ ንህይወቱ ኣብ ክንዲ ብጻዩ ወይ ከዓ ኣብ ክንዲ ኣዕርኹ በጃ ክሓልፍ ካብዚ ዝዓቢ ፍቕሪ የልቦን ክርስቶስ ምእንቲ ኩላትና ኣብ መስቀል በጃ ኮነ ቤዛ ኮነ ካብ ዝዓቢ ፍቕሪ ድማ የለን ወገናተይ

ገዛእ ርእሱ ሰናይ መዓዛ ዘለዎ መባእ ገይሩ ገዛእ ርእሱ መስዋእቲ ብምግባር ኣፍቀረና ወገናተይ ኤፌሶን ምዕራፍ 5 ፍቕዲ 2 ገዛእ ርእሱ መዓዛ መስዋእቲ ብምግባር ገዛእ ርእሱ ሰናይ መዓዛ ዘለዎ መባእ ገይሩ ብምቕራብ ክሳብ ሞት ኣፍቀረና ቅዱስ ኣውጎስጢኖስ ስለ ፍቕሪ ዝኾነ ጎይታ ክገልጽ ከሎ ከምዚ ይብል ፍቕሪና መለኮታዊ ዝኾነ ነገራት ከመይ ገይሩ ኣተሰኣና ዘለኣለማዊ ናብ ዝኾኑ ነገራት ኣለዓለና ንዘይጠፍእ ንዘይሓልፍ ናብ ዘይመውት ነገር ኣብፀሓና ካብ ማዕሙቕ ሲኦል ናብ ገነት ልዕል ልዕል ኣበለና እግዚኣብሔር ኣምላክ ስሌና ብፍቅሪ ዘይገብሮ ነገር ዋላ ሓደ ነገር የለን። ትሕትንኡ ስሌና ክብል ዝተቀበሎ መከራ፣ ስሌና ክብል ዝተቀበሎ ጨዋተ መከራ ቆጢብካ ይውዳእን እዩ። ነዚ ነገር እዚ ከነስተንትኖ ይግብኣና ነዚ ነገር እዚ መዓልታዊ ከነሰላስሎ ይግብኣና ሽዑ ብዛዕባ ፍቕሪ ክንርዳእ ኢና ህዝበይ ሰኣን ፍልጠት ይጠፍእ ኣሎ ዝብለና ነዚ እዩ ኣፍልጦ ናይ ፍቕሪ የብልናን ፍቕሪ እንታይ ምዃኑ ጥቕሙ ፍቕሪ ንምንታይ ከም ዝግባእ ኣይንፈልጥን ኢና ወገናተይ ከም እንስሳ ኮይንና ስቕ ኢልና በዘፈቀደ ንኸይድ ኣለና

ናይ ጐይታናን መድሓንናን የሱስ ክርስቶስ ስቅያት ክንዝክር ከለና እንሆ ድማ ናትና ቁስሊ ንርስዕ፣ ቁስልና ይፍወስ። ስሌና ቆሰለ ብስምብራቱ ሓወና ዝብል ነዚ እዩ ኣብ ኢሳይያስ ምዕራፍ 53 ብስምብራቱ ኢና ዝሓወና ብቑስሊ ኢና ዝሓወና ቁስሊ ንቁስሊ ክፍውስ ርኢና ይንፈልጥ ኢና ግና ቁስሊ ናይ እግዚኣብሔር ኣምላክ ቁስሊ ናይ ኢየሱስ ክርስቶስ ንዓና ፈወሰና ብስምብራቱ ደሓና

እቲ ቃል ከምዚ ይብል ዓብዪ እስክንድር ቄሳር ከምኡውን ኣነ ናፖልዮን ግዙፍ ዝኾነ መንግስቲ መስረትና እንተኾነ ግና እዚ ዝገበርና ብሓይልን ጭቆናን ነበረ ዓበይቲ ኣጽዋራት ብረታትን ኣብ ክሳድ ወተሃደር ብምእታው ተዓጀብኩ፣ ኩሉ እውን ኣኸተልኩ። ነገር ግና ልቡ ንዓይ ዝሃበ ወተሃደር የለን። ኩሉ ግዜ ክሓስቦ ዝገረመኒ ሓደ ነገር ግን ኣሎ። ንሱ ድማ ብዛዕባ ኢየሱስ ክርስቶስ እዩ። ንሱ ጥራይ መንግስቱ ብፍቕሪ መስረተ። እምብልታ ኣየንፍሐን፣ ነጋሪት እውን ኣየስምዐን፣ ሰራዊት ኣጽዋር እውን ኣይኸተለን። ነገር ግና ብሚልዮናት ዝቝጸሩ ደቂ ሰባት ፈትዮም ፈቒዶም ብምሉእ ልቦም ይኽተልዎ። ክሳብ እዛ ሰዓት እዚኣ ድማ ብዙሓት ስለ ናቱ ፍቕሪ ይሞቱ። ስለ ቃላቱ ስም እግዚኣብሔር ኣምላክና ዝኸበረን ዝተመስገነን ይኹን። ናፖሊዮን ምስክርነት ዝሃበ ንምንታይ ይመስለኩም? እወ ናይ ደቂ ሰባት ሞዴል ክርስቶስ ምዃን እዩ ዝነገረና ዘሎ። ንሱ ንግስነቱ እምብልታ የንፍሐን፣ ንጉስ ነገስታት ክነሱ ጎይታ ጎይተት ክነሱ፣ ኣምላኽ ኣማልኽቲ ክነሱ፣ ንሱ እምብልታ የንፍሐን ነጋሪታ የንፍሐን፣ ሰራዊት ጦር ኣየኸተለን። ንሱ ንዓለም ብምልእታ ብክንፊ ፍቕሩ ሸፈና፣ ንዓለም ብምልእታ ብክንፊ ፍቕሩ ጸዋዓ፣ ንዓለም ብምልእታ ብቕስሉ ዘነና ፈወሳ። ንብዙሓት ድማ ብናቱ ፍቕሪ ተማሪኾም ሰማእትነት ዝወሰዱ ብዙሓት እዮም ወገናተይ። ከምዚ ሎሚ ግዜ ከይኮነ ብዙሓት ክርስትያን ብናይ ጎይታናን መድሓንናን የሱስ ክርስቶስ ፍቕሪ ተተንኪፎም ብናይ ኣምላኽናን ጎይታናን መድሓንናን የሱስ ክርስቶስ ፍቕሪ ተሳሒቦም ህይወቶም ንኣናብስ ህይወቶም ናብ እሳት ናብ ገደል ህይወቶም ንማሕረዲ ዝወፈዩ

ኩሉ ግዜ ስቅያት ናይ ጎይታናን መድሓናን የሱስ ክርስቶስ እንዳዘከርና ፍቕሩ ለውሃቱ ምሕረቱ እንዳዘከርና ክንነብር ይግባኣና። ፍቕሪ ማለት ወገናተይ ካብ ኣምላኽ ኢና ንመሃሮ። ፍቕሪ ማለት እቲ ንስኻ ክትኮኖ ዘይትደሊ ኣብ ርእሲ ሓውኻ ዘይምፍጻም ማለት እዩ። እቲ ንዓኻ ክኾነልካ እትደልዮ ነገር ድማ ንሓውኻ ክኾነሉ ምድላይ ማለት እዩ ፍቕሪ ወገናተይ። ስለዚ ብዘይ ፍቕሪ ከምቲ ሃዋርያ ቅዱስ ጳውሎስ ዝበሎ ብዘይ ፍቕሪ ግና ኮንቱ ምኾንኩ ነይረ ኢሉ። ብኣላፍ ቋንቋን ሰብን ተትዛረብኩ፣ ድሃይ ከም ዘለዎ ኣስራዚ ጭልጭል እንተበልኩ ፍቕሪ ግን እንተዘይብለይ ኮንቱ ምኾንክ ነይረ ኢሉ ስለዚ ወገናተይ ሎሚ ጎዲልና ዘሎ ኣብ ሂወትና ኣብ ናብራና ኣብ ዝተፈላለየ ማሕበራዊ ናብራታትና ጎዲልና ዘሎ ፍቕሪ እሞ ክንፋቐር ይግብኣና ነቲ ሞዴል ናይ ደቂ ሰባት ዝኾነ ሞዴል ናይ ፍቕሪ ዝኾነ ክርስቶስ ኣምላኽና ወትሪ ግዜ እንዳዘከርና ብፍቕሩ ክንነብር ይጽውዓና ኣሎ። ንዝነበረና ግዜ ባሪኹን ቀዲሱን ስለ ዝሃበና ክብርን ምስጋናን ኣምልኾን ውዳሴን ስግደትን ንዕኡ ንበይኑ ይግባእ። ወስብሃት ለእግዚኣብሔር።